Eritrean Gabla TV.
ፅቡቕ ሕራይ ስለዚ ናብ እታ ራብዒቲ መፅሓፍካ ክንሰገር እ፣ ሓደ ነገር ግን ገርመኒ ፀኒሑ ኣብዚ ግእዝ ትግረ ትግርኛ ኣምሓርኛ ሂብሪው ዓረብ ዝብል ኣሎ ሽወደን ኣይተጻሕፈን ምናልባት እዞም ኩሎም ቋንቋስ ትኽእሎም ዲኻ ብሓፈሽኡ ክንደይ ቋንቋ ኢኻ ትመልኽ ብዛዕባ እዚኣ ቅድሚ ምዝራብናስ ክንደይ ቋንቋ ኢኻ ትመልኽ እንድዒ ክቆጽሮም ኣሎኒ ራይ ማና ኣቋጽረካ ኣለኒ እወ ካብቲ ናይ ኤሮጳ ቋንቋታት እንግሊዝ ኣሎ ራይ ሽወደን ኣሎ ጥልያን ኣሎ ፈረንሳ ምጡን እዩ ድሓን ንግደፎ ካብዚ ናህና ቋንቋታት ግእዝ ኣሎ ኣምሓርኛ ኣሎ ኣምሓርኛ ልክዕ ከም ትግርኛ እዩ ሰሲዐ በምሓርኛ ክምድር ይኽእል እዩ ሕጂ እውን ዋላ ሕጂ እውን ትግርኛ ኣሎ ትግረ ምጡን እዩ ዘሎኒ ምጡን እዩ ሕጂ ኣብዘን ሚድል ኢስት ንኽድ ዓረብ ኣሎ ዓረብ ከምዚ ዝበልክኹም ዓንተቦይ ኣብ ሪያድ ከለኹ ኣብቲ ሪያድ ዩኒቨርሲቲ ሓደ ተርም ተማሂረ ነይረ ኣብዚ እውን ከይወፃእኩ ከለኹ ብስሳን ኣርባዕተን ቅድሚ ስሳን ሓደን ዓመት ኣብዚ ጃልያ ምሸት ምሸት ሓደ ሸክ ሳልሕ ዝብሎ ሸሃይ ንሱ ምህረኒ ነይሩ ሕጂ ዓረብ ምንባብን ምጽሓፍን ከይተጸገምኩ ክኸይድ እየ። ደሓር ኣብ ሱዳን ምስ ከድኩ ኣብ መንደቕ ዘሎ ብገለ ዘሎ እንዳጽናዕኩ ስዑዲ ኣትየ ኣብ ስዑዲ ኣብ ሪያድ ዩኒቨርሲቲ ሓደ ተርም ተማሂረ ኣቐሚጠዮ ጸኒሐ። ሕጂ እዚ ድሕሪ ሊንጉስቲክ ምምሃረይ ድማ መሊሰ ዓረብ ሰዋስው ዓረብ ምንም ጸገም የብለይን። ተስዓ ክረዲት ሚእትን ሰማንያን ክረዲት እዩ ዲግሪ ዘውህበካ ተስዓ ክረዲት ዓረብ ጥራይ ወቲደ ጥራይ ቋንቋ ሕራይ መዓልቲ መዓልቲ ዘይትጥቀመሉ ቋንቋ ኩሉ ሳዕ የለን ግን ኣንቢብካ ምንም ጸገም ይብልካ ስለዚ እብራይስጢ ድማ ሓደ ዓመት ወሲደ ኦንላይን ወሲደ መጽሓፍ ናይ እብራይስጥ ከኣ ግራመር ናይ እብራይስጥ ብስርዓት ኣንቢበ ተረዲኤ ቅድሚ ነዚኣ መጽሓፈይ ምንባቡ ምርድኡ ምንም ጸገም የብለይ ሓደ ዓቢ መኽሰብ ግን እንታይ ኣሎ ንመስለኩም ኣብዚኣ ካብ ዓንቶ እጆት ገይረ ኣለኹ ነዘን ቋንቋታት እዚኣተን ምእንቲ ከይርስዐን ከነጻጽር ከኣ ኡርድፈሪድ ዝብልዎ ኣብ ሽወደን ኡርድፈሪድ ማለት ሲ መስርዕ ናይ ቃላት ኣብ ሓደ ምሉእ ሓሳባት ማለት እዩ ንኣብነት ኣብ ትግርኛ በርሀ መጽሓፍ ኣንቢቡ ንኣብነት ንበሎ ሕጂ በርሀ ስም እዩ መጽሓፍቲ ግብሪ ዝወድቆ ዘሎ እዩ ኣንቢቡ ድማ ግሲ እዩ ከም ተዓዘ ዘለና ብእንግሊዝ በርሀ reads a book ኢና ንብል እታ reads ኣብ ካልኣይ ቦታ እያ ትመጽእ ኣብ ዓረብ ቃረኣ በርሀ ኣልክታባ ኢኻ ትብል ቃረኣ ኣንበበ ኣንቢቡ በርሀ መጽሓፍ ኢኻ ትብል ግሲ ቅድሚት ንመጽእ ገርመኩም ብግእዝ ከዓ ልክ ከምኡ ነበበ በርሀ መጽሓፈ ክትብል ትኽእል ኢኻ ነበበ ቅድሚ ትመጽእ እቲ መጽሓፍ ድሓር መጽእ እቲ ስም ድሓር መጽእ ኣብ ሽወደን ቨርብ ግሲ ኣብ ካልኣይ ቦታ እዩ ዝመጽእ በርሀ ሌሰር ኤን ቡክ በርሀ ሌሰር የንብብ ማለት እዩ ብእንግሊዝ ከዓ በርሀ ሪድስ ኤ ቡክ ይካትት ካልኣይ ቦታ መጽእ ኣሰራርዓ ናይዚኣቶም በበይኑ እዩ እተን ቃላት ግን ኣይተርፋን እየን ሕጂ ምስዚ ኣተሓሒዘ እንታይ ይገብር መስለኩም መጽሓፍ ቅዱስ ኣንብብ እየ ብውሕልነት ዝተጻሕፈ መጽሓፍቲ እዩ መጽሓፍ ቅዱስ ንምንታይ ተኣፋፊ ስለ ዝኾነ ሰብ ከየጋጊ ኣብ ትርጉም ሰብ ምርዳእ ኣብዎ ዘይከውን ከይገብርን ከይሰምዕን በዚ እምነት ኣለኒ መጽሓፍ ቅዱስ እዚ ገዛኸንሻ ዝተርጎምዎ መጽሓፍ ትግርኛ ብዙሕ እዩ ዝፍተወኒ ስለምንታይ ምስ ናተይ ኣተሓሳስባን ምስ እሩምነቱን ኣዝዩ ይለዓል እዩ ሕጂ እንታይ ይገብር ናይ ትግርኛ መጽሓፍ ቅዱስ ናይ ግእዝ መጽሓፍ ቅዱስ ናይ እብራይስጢ መጽሓፍ ቅዱስ ናይ ዓረብ መጽሓፍ ቅዱስ ናይ እንግሊዝ ምስ ለኪመ ናይ ትግረ መጽሓፍ ቅዱስ ብስርዓት ካብቲ ጥቕሲ ኣወውፅኤ እፅናዕ ኣሎ ኣብዚ ለኒ ግዜ ምስ ረኸብኩም ከርእየኩም እየ ኣንተ ወይ እውን ቀሪበ እየ ነይረ ሕጂ እቲ ቋንቋ ተማሂርካዮ ጥራይ ዘይኮነ ክትደግሞ እውን ኣለካ ክደግሞ ምእንቲ ዘዛርቡ ሰባት ክርከቡ ኣለኒ ኣነ ስዑዲ ዓረብ ከይደ ክዛረብ ኣለኒ ዓረብ ምእንቲ ክመሃር ባ ክዛረብ ሕጂ እቲ ተማሂረ ዘለኹ ከይጠፍእ ግን እስኪ ኣብ መፅሓፍ ቅዱስከ ከመይ ገይሮም ፅሒፎም ኣለዉ ኣዕራብ ሕጂ ሓንቲ ቃል ጥራይ ከምጻልኩም እየ ምን በዳ ኢ ብመጀመርታ ማለት እዩ ካና ኮነ ማለት ወይ ነበረ ኣልከሊማቱ ምን በዳ ኢ ካና ኣልከሊማቱ ብመጀመርታ ቃል ነበረ ብሬእሸት የሂ ሃዳባር ካብሎ ብእብራይስቲ ብመጀመርታ ነበረ ዘረባ ማለት እዩ ሃዳባር እዝን ከምዝን እንዳነጻጸርኩ ብግእዝ ከኣ እናነጻጸርኩ ቃላት ከመይ ይስርዑ ኣብ መጽሓፍ ቅዱስ ከ ከመይ ገይሮም እትንትንዎም ንፍልጠት ቋንቋኻ ኣጸቢቑ እዩ ዝድግፍ ሕጂ ኣነ ንዝፈልጥ ሰብ ንቋንቋ ዝደሊ እመክር ወይ ነግር ደሓን መጽሓፍ ቅዱስ በዘን ቋንቋታት እዚኣተን ክረክብ እሞ ኩለን ጥቕስታት እናነጻጸረ ክመሃረለንን ሰዋስውኹን ቋንቋን ከጽንዓለንን ደስ ዝብለኒ ናተይ ናተይ ስምዒት እዩ ፅቡቅ ከባቢ ቻዓት ቋንቋ ኢኻ ትመለኽ ደለኻ ማለት በዚ ክሪኦ ከለኹ እንታይ ረብሓ ኣለዎ ክንዲዚ ቋንቋ ምፍላጥ ካሲ ከምዚ ክትብሎ ፀናሕኻ ደይኮነ እንታይ ትረብሓ ኣለዎ እንታይ ረብሓ ኣለዎ ሓደ ሰብ ክንዲዚ ኣክል ግዜ ጥፊእኻ ሲ እንታይ እንታይ ረቢሕካ ኣሎ ይገርም እዩ ወኒ ደኣ እምበር ተርጒመ ካባን ዝበላዕኩሉ ይብለይን እገርመኩም ሕጂ ሓንቲ ነገር ክነገረኩም ፅቡቅ ኣይኮነን ግን ተኣፋፊ እዩ ስደተኛታት ንሽወደን መፁ እዮም ምስ ብዙሕ ምስጢራቶም ምስ ብዙሕ ፀገሞም ምስ ብዙሕ ባህርያቶም ከዓ እቲ ባህርያት ሓደ ሓደ እዋን ዘየሐጉሰካ ተርጉም ኢሎምኒ ኣይትርጉምኒ ኣይደልን እየ ሊንጉስቲክ እንደ ፅንዐ ንዓይ ይቐርብ ክትርጉም ግን ምስ ደቂ ዓድና እንድዩ ኢለ ኣይትርጉምኒ ናይ ሓቂ ክነግረኩም እሱ ከማን ኣይበላዕኩንን ዘሐጉሰኒ ግን እንታይ እዩ ኣይርድኣንን እዩ ከምዚ ካርታ ራሚኖ ክትፃወጥ ፀኒሕካስ ካልእ ዓይነት ጸወታ ትጻወተሎም ናቶም ካርታ ከምኡ ኮይኑ ይስማዓኒ ቋንቋ ክደግም ከለኩ ኣይረባሕኩሉን ግን እፈትዎ
ጽቡቅ ከፍልጥ ከኣ ኣባ ከኣ ደሊ ጽቡቅ እወ ከምዚ ክብለ ጽናሁ እዚኣ ናይ ቋንቋ ክሪኣ ከለኹ ብ ክንደይ ኮይኑ ዘሎ ብሽዱሽተ ቋንቋታት እዩ ዘሎ ማለት እዩ እወ ስለዚ እዚኣ እውን ተኸታተልትና ረኺቦም ገለ ሓሳባቶም ከካፍሉ ከዓ ተስፋ ንገብር ማለት እዩ
ካልእ ናይ ትምህርቲ ሸውሃትካ ኣይተዓፅወን ሰሚዐ ዋላ ሕጂ እውን ክትምሃር ምኽኣልካ ኮይኑ ስማዓኒ ካበይ መፅኡ እዚ ሓደ ኣነ እውን ዘይርዳእኒ ነገር ኣዘኪርካኒ ናይ ምዝካር ዓቕመይ ኣርብዓን ሽዱሽተን ዘክር ተልካኒ ኣርብዓን ሽዱሽተን ትምህርቲ ጀሚረ ኣርብዓን ሽዱሽተን ሱዳን እዞም ኣሽዱ እናበሉ ሰብ ቀቲሎም ዕለቱ ከይተረፈ ዝክሮ ናይ ሓቂ ክነግረካ ሕጂ ከምፅኣልካ በርብዓን ሽዱሽተን ንሓሰ እዩ ነይሩ በቆጻጽራ ናይ ግእዝ ዕስራን ክልተን ነሓሰ ነይሩ። ኣብ መንጎ በዓለ ማርያምን ቅዱስ ጊዮርጊስን እዩ ነይሩ። ኣብ ሳልሱ ንግደት ሓስሓዝ እዚ መን ኢኻ ትብሎ ኣብነ ተክለ ነይሩ። ረቡዕ ነይሩ እቲ መዓልቲ ዓርቢ ነይሩ ኣብነ ተክለ መፁ መፀኒ ኮይ ዘሎ ንሰሙኑ ዓርቢ ጳጉሜን ነይሩ። ኣደይ ሹቕ ውዒላ ኣብዚኣ ክንጽበያ ውዒልና ምስ ኣዕሩኽትና፣ ጳጉሜን ክንሕጸብ ኣደ ኢልናያ ምስ መጸት ኣፍቂዳትልና። ከድና እንዳ ማይ ባውዛን ኣቲና። ኣነ ወዲ ሽዱሽተ ዓመት'የ። ቆልዓ ከለኹ በቲ ዓበይቲ ዝኣትዎ ኣትየ ኣብቲ ቀላይ ወይለይ እዛ ቆልዓ ናይ ዓበይቲ ኣትያ ገለ ኢሎም ከላግጹለይ ይዝከረኒ ሰንቢደ ወጽኤ ሰንቢደ ወጽኤ እቶም ክሕዙና ዝሃብናዮም ደቂ ገዛውትና ክዳውንታይ ስረይ ኣጥፊኦምለይ ጽኒሖም ስረይ ጠፊኡ ምኻድ ስኢነ ኣቦይ ካብ ፈረብያ ክሳዕ ዝመጽእ ሰዓት ዓሰርተ ክልተን ፈረቓን ተጸብየ ኣቦይ በታ መንጠሊንኡ ሓቂኩኒ መጽዩ ኣርባዓ ሽዱሽተ ስለዝዘከርኩ
እዚ ካሕሳይ ሓወይ መዓስ ተሰቂልካ ማኪና መጀመርያ ኢልካኒ እታ ዕድመ ናይ ወረቐት ተንብብ ስለ ዝነበርኩ ወዲ ሸሞንተ ዓመት ኮይነ መርዓ ካሕሳይ ወደይ ብሰላሳ ጥርን ሓደ የካቲትን ሰንበትን ሰኑይን ክገብር ስለመደብኩ ገለ ትብል እታ ፅሕፍቲ ትዝከረኒ ቀጠልያ እያ ነራ ካንታ ጽሕፍቲ
ዕድመ ነይሩ እዩ ማለት እዩ ዕድመ ነይሩ
ኣብታ ታሕትኸ ከምዛ ሎሚ ኮይና ስማ ቤት ማሕተም ትሪንጋሊ ኮርሶ ደል ረ ቁፅሪ 120 ኣስመራ ትብል ታሕቲ ትከረኒ መፂኒ እየ ዝነገረካ ዘለኹ ኣይርዳእንን እዩ ሓንቲ ነገር ትገርመኒ እያ ኣብዚ ናትካ ዕድመ እወ ምስ ብዙሓት እራኸብ እንደ ከዕልል ከለኹ ከምናትካ ዝኽሪ ኣለዎም ድዝከር ድዩ ውሑድ ነይሩ ኮይኑስ ወይስ ንሓቂ ዘከርቲኹም ነይርኩም ትገርመኒ እያ እንታይ እዚኣ እንታይ እያ እቲ ምስጢር? ኣየዳእኒ እንድዒ እቲ እቲ ሽዑ ንገብሮ ንቑሕሞ ነርና ከምዚ ኣብ ኮምፒውተር ተስፍሮ እ፣ ኣብ ሽወደን ፕሪሜር ሚነ ሰኩንደር ሚነ እዮም ዝብላ ፕራይመሪ ሜሞሪ ሰኮንዳሪ ሜሞሪ ኣብቲ ፕራይመሪ ሜሞሪና ነቕምጥ ነርና ኣነ ርእሰይ እቲ ናይ ምዝካር ዘለዎ ዓቕሚ ንዓይ እውን ስለ ዝደንቀኒ ንስድራይ እንታይ ይብል መስለካ ዋላ ምንያ እኳ ኣይትፈትዎን እያ እቲ ዘረባ ኣነስ ምስ ሞትኩ ሓንጎለይ ከወፍዮ እሞ ከመይ ስራሓቱ እዚ ዘዘክር እንታይ እዩ ብልሓቱ ኢሎም ተመራመርቲ ኣነ ዊሊንግ ኣነ ፍቓደኛ እየ ስለምንታይ ስለ ዘይርድኣኒ ኣርባዓን ሸውዓተን ሕጂ ከምፅኣልካ መንጎአን ነይራ ቺንኮ ማጆ ሓሙሽተ ማጆ ዕስራን ሸውዓተን መያዝያ ብሓበሻ እዩ ናይ ነፃነት በዓል ናይ ኢትዮጵያ ነይሩ ንፉዕ ተዋሳዋሳይ ኮይነ ሕጂ ከምኡ ሰኑ እያ ክትውዕል ሓሙሽተ ማጆ ሰኑይ ክትውዕል እያ ሕጂ ንምንታይ ከኣ ክነግረካ እየ ሰኑይ እያ ነይራ እቲ ልምምድ ቀንያ ካብቶም መራሕቲ ናይቶም ክሳይ ኮይነ ናይ ታዕሊም ሸውዓተ ዓደይ ዝበሃለሉ ዝነበረ እዩ ኣብዚ ቅድሚ እንዳ ማርያም ዘሎ ሜዳ ሕጂ ኣውቶቡስ ገለመለ ታክሲ ገለ ዝመፅሉ ኣብኡ እዩ ነይሩ እቲ በዓል ሰልፊ ጌርና ኮምቢሻ ተኾንኣቱ ዝከረኒ ክንደይ ዓመት ገሩ ሰብዓን ሸሞንተን ዓመት ሕጂ ኣብ ሰብዓን ሸሞንተን ዓመት ዘሰይም ደይ ክውዕል እዩ ጸብጻብ ተነጊረኩም ከይትድነቑ ኣይትጸልዎ ንምንታይ ሓደ ዕለት ድሕሪ ዕስራን ሸሞንተን ዓመት ኣብቲ ዝወዓሎ በዓልቲ ይውዕል ኣብ ሓምሳን ሽዱሽተን ከምኡ ዕስራን ሸሞንተን ዓመት መላኣሉ ሕጂ ብኸምኡ እየ ዝጽብጽቦ። እዛ ኣብነ ተኽለ ዓርቢ ነይራ ዝበልክኹም ብቐዳማይ መፂና ከሉና ዝኽረምቲ ዓርቢ ነይራ ኣብ ሰብዓን ሸሞንተን ዓመታ እዚ ኣይርዳእንን እዩ ኣነ ኣይርዳእንን እዩ
ግን ኣሎ ንዓይ ውን ኣዝዩ እዩ ድገርመኒ ደሎ ምናቱ ምሳይ እንደ ዘነጻጽሮ ደለኹ ሲ ዋላ ናይ ዓሰርተ ዓመት ክዝክር ሲ ገለ ትኸውን ወይ በዚሕና ዲ ኮይኑ ትዝከር ወይ ሰኒፍና ዲና ገርመኒ እዩ እስከ ሓራይ ክንቅጽል ሕጂ ከ ኣለካ ድዩ ብሕጂ ገለ መጽሓፍቲ ተጻሒፎም ንሕትመት ዝተቐረቡ ወይስ ወዲእኻ ኢኻ?
ወዲኤ ኣይብልን'የ ግን እቲ ናህረይ ከም ቅድም ኣይኮነን ሓቂ ሓይሽ ህዝብና መጽሓፍ ኣይገዝእን ኮይኑ ብፍላይ ኣብ ሽወደን የጉየካ እዩ ኣነ እንኩም ግዝኡለይ ኢለ ኣቕሪበ ይፈልጥን ትዕቢት ክኸውን ይኽእል እዩ ወይ ሕርቃን ክኸውን ይኽእል እዩ ወይ ከኣ ግብረ መልሶም ረኺበ ሕማቕ መልሓስ ከየውጽእ ንምንታይ እታ ዝብለኩም ተዓዊረን ዝጸንሓ ጥይት ሽሕ ኮይነን እየን ዝወጽኣ ሓደ ምን እያ ትፍትን እያ ኣብዚ በዓላት ናይ ኣኼባታት ናይ ሽወደን ገለ ነዛ መጽሓፍ ከምዚኣ ገይሮም ርእዋ ይግልብጥዋ ጽቡቕቲ መጽሓፍ ትመስል ኢሎም ኣቕምጥ ኣቢሎም ጣውላ ሕጂ እታየ ዝብል ህዝብናሲ ምስ ምንባብ ምውህሃድ ድዩ ስኢኑ ይህከ ድዩ ኮይኑ እንታይ እዩ ወሪድዎ ሕጂ እንታይ ድየ ዝብሎም ኣዒንቲ ህዝብናን ቀለምን ወይ ድማ ፊደልን ኣይተወሃሃደን ኣእዛን ህዝብናን ደርፍን ግን ኣጸቢቑ ተወሃሂዱ። ሕጂ እንታይ ይብሉ ኣለካ መስኪናይ ጸሓፋይ እዝጊ ሂዎ ደራፋይ እየ ዝብል ይስማዕ እኮ ደራፋይ መሃይምነት ዘየጥፋእ ደቂ ዓድና ብኡ ኣለዋ ክገርመኩም እዩ ከደ ዝደረፋ እዛ ከምዚ ገለ ገለ ኢለን ስክዕላ ትሰምዐን ክበፅሓ እናተመፀ ገለ ዋይ መን እዩ ዝኸ ንብለን እዚ ከምዚ ዶ ወዲ ከለዶ ገለ ሕጂ እንታይ እዩ ሙዚቃ እንተትህልዋ ነዛ መጽሓፍ ዓሰርተ መጽሓፍ ከምዚኣ ምጽሓፍኩ ወይ ድማ ክራር ትወቅዕ ነራ ተትኸውን ምሳኣ ይጽላእካ ግን እንቋዕ ኩላህና ሓደ ይኮንና እቶም ጽቡቅ ቃላት ዘውፁ ደረፍቲ እውን ንህዝብና የስምዑካ ስለዚ እዝናን ዘረባን እዝናን ደርፍን ካብ ዓይንናን ፊደልን ዝሓሸ ርክብ ኣለዎ። እዚ ኩሉ ትምህርታት ቀሲምካ ግን ስጋብ ሕጅስ ገለ ኣይሰማዕኩን ወይ ዶክተር ድብል ወይ ገለ እሞ ከመይ እዩ ኣይተዋህበካ እንዲ ትመዓርግ ኣይበጻሕካዮ እንዲኻ ዋላ እንታይ እዩ ገለ ዓመታት እገብርሲ ሓደ ጸሓፋይ እዩ ግዱስ ጸሓፋይ እዩ ወሬና ከምዚ ምስ ፈለጠ ተላልዩና ደዊሉልና ንገዛ ዶክተር ኣዲ ኣራኽብኒ ኢልዋ ንምንያ ደሓር በለ ሃብኒ መን ደኣዩ ዶክተር ሸይሙኒ ኢለ እታ ዶክተር ትብል ኣልግሳ ኣይናተይን እያ ኢለዮ ዋእ ኣነሲ በቲ ጽሑፋትካ በቲ ዘሎካ ትምህርቲ ሓሲበ እየ ዶክተር እዮ ኢለ ገሚተካ ኢሉኒ ሓቅኻ ኢኻ ኢለዮ ሓቅኻ ኢኻ እቲ ካብ በበይኑ ዩኒቨርሲታት ዝኣከብክዎ ክሬዲትስ እንተዝእከብሲ ብውሑድ ናይ ሸውዓተ ዓመት ናይ ዩኒቨርሲቲ ትምህርቲ እዩ ቁፅሪ ክሬዲትስ ተነጊረኩም ኣከባቢ ኣርባዕተ ሚእቲ ክሬዲትስ ኣወርስ ኣለኒ ካብ ዝተፈላለየ ዩኒቨርሲቲ ብዝያዳ ከዓ ካብ ስቶኮልም ዩኒቨርሲቲ ጥራይ ሰለስተ ሚእትን ዕስራን ክሬዲትስ ኣለኒ እዚ ተደሚሩስ ናይ ሸውዓተ ሸሞንተ ዓመት ትምህርቲ መዶክተረኒ ነይሩ ኸውን እዩ ዝወደይ ግን ኣይ ዶክተርኩን ኢለዮ በዚኣ ግደፋ ኢለዮ ኦይ ኢሉ በቃ ገዲፍዋ ሓደ ሓደ እዋን እዚ እንታይ ሓሳብ ኣምፅኣለ ይመስለኩም ኣብዚኣ ኣትፊረያ ኣለኹ ፍልጠትሲ ከመይ እዩ በይነይ መራሪ ፍልጠት ሲ ዕምቆት ድዩ ዘለዎ ስፍሓት ብዙሕ እዩ ዘሕስበኒ ሕጂ እንታይ ይረኣየኒ ምስ ተተሓሒዙ ሸሓንን ጥርሙስን ይረኣዩኒ ንፀብሒ ሸሓኒ ግትር ተተብሎ ወይ ድማ ንዘይቲ ግትር ተተብሎ ስፍሓት ኣለዎ ዕምቆት ግን የብሉ ሕጂ እዚ ኣብ ሸሓኒ ዝጸንሐ ዘይቲ ናብ ጥርሙስ ከኣ ተተእትዎ እቲ ጥርሙስ ዓሚቕ እዩ ዕምቆት ፈጢሩ ስፍሓት ግን የብሉ መነም እዩ ሰፊሕ መነም እዩ ብዙሕ እቲ ዓቐኖም ሓደ እዩ ግን እቲ ቁመቱ እንተነዊሑ ወይም ዕምቆቱ ተነዊሑ ስፍሓቱ ጠፍእ እቲ ድማ ስፍሓቱ እንተተስፋሕፊሑ እቲ ዕምቆቱ ተት ስለዚ ፍልጠት ሲ ፍልጠት ሸሓኒ ዶ ፍልጠት ጥርሙዝ ኢለ በይነ ይዕልል እየ ሰፊሕ ፍልጠት ዶ ብዙሕ ዘይዓመቐ ወይስ ዓሚቕ ኣብኣ ተነቑጥካ ትነብር ሓንቲ ላሃኒ ሓሳባት ዓሚቕ ፍልጠት ዝሓዘ ሰብ ኣብ ውሽጢ ክፍሕር ክፍሕር ክፍሕር ንፍልጠት ነዊሕ ጉድጓድ ይኾነ እሞ ዋላ ካብታ ጉድጓድ እውን ምውጻእ ስእን ይኸውን። ካብታ ጉድጓድ ወጺኡ ነቲ ኣብ ከባቢኡ ዘሎ ሰፊሕ ክርኢ ኣይከኣለን ኣሎ። ዘየዕመቖኸ ኣስፊሑ ዝረኣየ እንዳዕዲ ዕርኢ ኣሎ። እቲ ፍልጠት ከኣ ኣሎ። ስለዚ ፍልጠት ሸሓኒ ኢለ ንሓንሳእ እመርጽ እየ እሞኒ ምናልባት እዛ ናተይ ፍልጠት ሸሓኒ እያ ትመስል መስለኒ። ሕራይ ካልእ ኣብ ናይ ሃገርና ደረስቲ ኩሉ ግዜ ከነድንቅ ንደለና ንሕና ከኣ ሳላ ንዓኻ ዘድንቅናካ ኢና ኣብዚ ምሳኻ ውዒልና ደለና እሞኒ እስከ ካብ ናይ ሃገርና ሓደ ምረጽ ተትበሃል ኔርካ ተድንቆ ጸሓፊ መቸም ኩሉ ነናቱ ዓይነታት ኣለዎ እንዲዩ እቶም ብዕድመ ካባና ዝዓብዩ ሙሳ ኣሮን ከልዕል ይኽእል ሓያል ጸሓፋይ ንፉዕ ጸሓፋይ እዩ ነይሩ
እዞም መዛኑና እንተወሲድካ ኣለም ሰገድ ንፉዕ ትራኻ እዩ ንፉዕ ናይ ቋንቋ ክኢላ'ዩ፣ ንባቡ ከይተሃከየካ ደጋጊምካ ከየዕረፍካ ክተንብቦ እትኽእል መጽሓፍ ኣለዎ። በዚ እንእዶ ተኪኤ መጽሓፍቱ ብዙሓት ኣየንብብ እምበር ብፍላይ ኣብዚ ቀረባ እዋን ዘንበብክዋ እዛ ሕጂ ዝጸሓፋ ንኣተዓባብያና ሓደ ብሓደ እዚ ክነግረኩም ዝጸንሖሕኩ ኣጸቢቑ ኣዕሚቑ ኣጸቢቑ ኣዕሚቑ ክጽሕፍ ዝኸኣለ ጸሓፋይ እዩ ብምንታይ ይግረም ምዝካርሲ ካባይ ዝሓለፈ ዘካራ እዩ ተክ ገሪሙኒ ናይ በለስ ኣይገድፍ ናይ ቆንዳፍ ኣይገድፍ ናይ ገለ ይገድፍ ሓደ ብሓደ ክነግር ዝኽእል ድሓር ክፉት ከዓ ምንም ድምርጽ ዘይብሎ ጸሓፋይ ተኪኤ ከም ምንኣሰይ ሓወይ ንፉዕ ጸሓፋይ እዩ ክብሎ እኽእል ኣብዚ ናትና ዕድመ በዓል መምህር ኣስረስ ንፉዓት ነይሮም ግን ቁርብ ሕይል ዝበለ መጽሓፍ ንምትርጓም እውን ቁርብ ጽግም ዝብለካ ቀደም ልክዕ ቅድሚ ስሳ ዓመት ኣብ ስሳን ሓሙሽተን ዝተጻሕፈት ናይ ምስጢር ማህደር እትብል መጽሓፍ ኣሰፋውን መን ኢኻ ትብሎን ክልቲኦም ነርሱስ እዮም ነይሮም ሕጂ ኣሰፋዊ ዶክተር ኣሎ ክልቲኦም ዝጸሓፍዋ መጽሓፍ ከይገደፍኩዋስ እንዳንበብኩዋ እናነባዕኩ ወዲኤ እያ ትዝከረኒ ጠባይ ናይ ተምሃሮን ባህርያት ናይ ሰብን ብስርዓት ብግጥሚ ዝገልጽ ጽሑፍ እዩ ነይሩ። እቲ ካልኣዩ ንሰፋ እውን ድሕሪኣ ናይ ምስጢር ደብዳበ ትብል እቲኣ ደብዳበ እንዲያ ማህደር ደብዳበ ትብል ጽሒፉ ነይሩ። ዕቑባ እዩ ዝብልዎ ሞይቱ እኳ ብእዋኑ እዘን መጽሓፍቲ እዚአን የደንቓኒ ግን ሕጂ ሓንደለ ክብለኒ ዝመጸ ዝመጸኒ መጽሓፍ ካልእ ብዙሕ ክብል ኣይከኣልኩን ዘይዘከርክዎም ወይ ኣብ ሓሳባተይ ዘየለዉ እውን ክኾኑ ይኽእሉ ኣብ መጽሓፍሲ ናተይ ባህሪ እንታይ ኣሎ ክንዲ ትሕዝቶ መጽሓፍ ሰዋስው ኣንብብ። ካብ ቀደመይ ከመይ ጽሒፍዋ ኣሎ እዛ ሰንተንስ እዚኣ ኢለ ኣንብብ። ገእገርመኩም እዩ። ንምንታይ ከምኡ ከም ዝኾንኩ ከኣ ኣይርድኣንን። ምስኡ ኣተሓሒዝካ ምስዚ ኩሉ ናይ መጽሓፍ ባህሪ ከሎኒ ንፊልም ተኸታቲልካ ምስዓብ እውን ዓቕለይ የጽበለይ ብዝያዳ ከዓ ልቢ ወለድ እውን ኣይፈትን ሓቀኛ ታሪክ እየ ዝፈቱ ኣብ ፊልምታት ገለ እንተ ደኣ ኣልዩ ሕጂ እውን ናይ ፊልም ህንዲ ነዋሕትን መሃሪ ዝኾነ ናይ ሕብረተሰብን ናይ ባህልን ጠባይ ዝነበሮ ስለ ዝነበረ ምስዚ ባህልና ኣተሓሒዘ ደስ ኢሉኒ እከታተሎ ነይረ። ስለዚ ምናልባት እቲ ዓቕሊ ዘይምህላው ክኸውም ንኽእል እዩ። ነዞም ሕጂ ብጋጣሚ መጺኦምንን ዝክረዮምን ዘለኹ ሰባት ግን ብዙሕ ፈትዎም ጽቡቅ ስለዚ ኣብ ምውዳእና ገጽና ኢና ካብ መስተ ወልፍታት ሽጋራ ዝኣመሰሉ ነገራት ነጻ ዲኻ ይገርም እዩ እቲ መስተ ሓቂ ክንብል መሰ መቸስ ዋላ ካብ በዓሎም ገለ ትሪፎም ኣትሒዞም በዓል ኣቦና ኣጥዕም ኣብሉኻ እንዲዮም ከይጨኑ እዚ ቆልዓ ኣጥዕምዎ ኢልካ እቲ ምልካፍ ነይሩ ግን መስተ ብዕጥቂ ዓጢቐ ሰትዮ ኣይፈልጥን ሓደ ሓደ እዋን ንባፅዕ ኣብ ንኸደሉ ቢራ ሰቲ ነይረ ስለ ዝጸምእ ከኣ እየ። ሕልፍ ኢልካ ገለ ሕጽር ዝበለ መስተ እውን እሰትየ፣ ግን መብዛሕትኡ ኣብ ንእስነተይ ከተማ ክንዘውር ከሎና ውዑይ መስተ ዘፍልሑ እየ ዝኣቱ ነይረ። ንምንታይ ጸባ ፈትየ፣ ፈታዊ ጸባ እየ። ካፑቺኖ፣ ካፈላተ እናበልኩ ብጾተይ ቢሮኦም እንዳሰተዩ ከለኹ ብከምዚኣ እየ ዘሕልፋ ነይረ ናይ መስተ ባህሪ የብለይን ሽጋራ እሞ ግደፎ ሕሉፍ ብኣጋጣሚ ኣሕዋተይ ዓበይቲ እዮም ደቂ ኣስመራ እዮም ይብዛሕ ይውሓድ እውን ፍርቂ ዕዋልነት ነይርዎም ክብል ይኽእል ደቂ ዓለም እዮም ኣብ ገዛና ሽጋራ ሰትይ ነበረ ቀደም ካብ ንእስነተይ ኣትሒዘ ኣሕዋተይ ዓበይቲ እንቋዕ ሽጋራ ይሰተዩ ንዕኦም ርእየ ኣነ ውን ምተባላሸኹ ነይረ ኢለስ ኣብ ዕስራን ክልተን ዓመተይ ኣስተምህሮ ክህብ ከለኹ ይዝከረኒ። ሽጋራ ሕሉፍ ሓሊፈ ሓደ መሳርሕታይ ኣብ ባንክ መንእሰዩ ይሰቲ ደሓር ቦኽቢኹ ከኣ ናይ ሓቂ ክገርመኩም እቲ ትርኢቱ ክፉእ ኮይኑ ሕጂ ዘይትገድፎ መስተ ባዚ ሽጋራ ግደፈና ወዲ ገብረ እዩ ዝብለኒ ሓደ እዋን እንተ ደኣ ንስኻ ሽጋራ ገዲፍካ፣ ነዕሩኽትና ሓደ ናይ ምሳሕ ግብዣ ክገብረሎም እየ ኢለ ኣብ ሓደሪት ሰላምታ ምሰሐዮ። ገዲፍዋ። ሕጂ በዓል ኣመል ከምጽኣልኩም እዩ። ሓደ ናይ ፋሲጋ በዓል እቐርብ ነይሩ። ዓርቢ ስቕለት በዓል እንድዩ ሓሙስ ፅግቦ ባንክ ፍርቂ ደሞዝ ንህቦም ኢና ኣድቫንስ ኣድቫንስ ሂብናዮም ኣነ ከተማ ፀኒሐ ንገዛይ እንዳተመለስኩ ከለኹ ሓደ በሃይበን ሕጂ ሰዓ ሽዱሽተ ሸውዓተ ገዛ ከተኣቱ ገለ ኢሉ ይኣልየኒ ኣበይ ኣብ ሓንቲ ባር ባር ኤደን ሕጂ እቲ ወዲ ምስኡን ዜርና ይፈልጥ ኢና በቲ ስእሊ እንዳ ጋበዘኒ ከሎስ ኢለ እኣቱ። እንዳ ኣተኹ ከለኹ ኣብ መስትያት እና ረኣየ ኣብ ባንኮ ኮይኑ ብመስትያት ሪእኒ ኣነ ካብ መስትያት ሪኦ ኣነ ክኣቱ እሱ ክኣቱ እባ ክርኢ ክልቴና ስሓቅ መትና ካዕ ካዕ ኢሉ ሽጋርኡ ከም ዝገሩ ሕዝዋ ነሩ ወዲ ገብረ መሳሕካ ትወስድ ኢሉን ኣነ ተመሊሰ እየ ስለዚ ኣብ መወዳእታ ዕላልና ንወዳእ ኣለና ከባቢ ሰለስተ ሰዓት ክሃቢልናካ እሞ እንታይ ኣሎ ከጠቓልለልና ናባኻ ዕድል ክበካ። ኣብ ምእታዊ ዘረባና ቁርብ ኣዕሊልና ነርና ኢለኩም እውን ነይረ እዚ ናህና ትውልዲ ኣብ ኣርባዕታት ዝበቆለ ትውልዲ ብሓፂሩ እቲ ቅድሜና ዝነበረ እኳ ክንድቲ ኣይረብሐን ክብል ይኽእል ግን ኣብ ኣርባዕታት ዝተወልደ ብዘበን እንግሊዝ ይዓብዩ ተሰሪዑ ይዓብዩ ተማሂሩ እዩ ዓብዩ። ድሕሪ ዘበን እንግሊዝ ፈደረሽን መፅዩ። እቲ ፈደረሽን እውን ፍርቂ ነፃነት ንበሎ ንኤርትራ ብመጠኑ ነፃ ዝኾነ እዩ ዓብዩ። ኣብ ግዜ ፈደረሽን ትምህርቲ ነይሩ እዩ። ክንዳና ዘይተማህሩ መምህራን እዮም ምሂሮምና። ኣብ ቲቸር ትሬኒንግ ኮለጅ ማተማቲክስ ዝመሃሩና ሰብኣይ ክሳዕ ኮለጅ ኣካይዱና። እሶምከ ካብዞም ራብዓይ ክፍሊ ብጥልያን ተማሂሮም ዝዓበዩ እዮም። ከማይ ዝመሰሉ ኣዝዮም ብዙሓት እዮም ረቢሖም ኣብ ሓምሳታት። ኣብ ሓምሳታት ሓደ ተስፋ ነይሩ እንተ ነፊዕካ ብትምህርቲ ተነፊዕካ ምርመራ ጌርካ ከም ዝሓልፈልካ እዛ ተስፋ እዚኣ ስንና ነኺስና ኣካይዳህና ኣብ ስሳሓት ትጸጋ መጺኡ ናይ ዓለም በሊዕናዮ ረቢሕናሉ ከድናሉ ተሓጒስናሉ ብመጠኑ ከኣ ቁም ነገር ተገይርዎ እዚ ናህና ትውልዲ ከኣ እዩ ንሜዳ ወፂኡ ዓዲ ምፅኡ ስለ ሓቂ እዚ ትውልዲ እዚ ከይጠፍአ ከሎ ደላዪ ፍልጠት ደላዪ ታሪኽ ደላዪ ባህሊ ኣቦታቱ ክርከብ ከሎ ብዙሕ የሐጉሰካ ንምንታይ እቲ ኣብ ማእከል ዘሎ ትውልዲ እዚ ንሕና ዘሕለፍናዮ ዕድል ስለ ዘይረኸበ ምናልባት ከዘንቱ፣ ክነግር፣ ኣይክእልን እኸውን። ታሪኽ ሃገርናን ታሪኽ ገድልናን ክነግረካ እኽእል እኸውን። ስለምንታይ ሓሊፍዎ እዩ። እቲ ንሕና ዝዓበናዮ ኖርማል ኣተዓባብያ ግን ከዘንቱ እውን ኣይክእልን እኸውን። ሕጂ እንታይ እዩ ሰለስተ ትውልዲ እየ ዝቆፅር ናህና እዚ መንጎና ዝፀንሐ እዚ ሕጂ ዝመፅእ ዘሎ ትውልዲ ናኻትኩም እዚ ናኻትኩም ትውልዲ ነዚ ናህና ነዚ ሰጊሩ ነዚ ናህና ከርክብ ምኽኣሉ የሐጉስ እዩ። ካልኣይ እንታይ እዩ ሓቲቱ ታሪኽ ኣቦታቱ ክፈልጥ ምድላዩ ክንገሮ ምድላዩ እህን ኢሉ ምስምዑ ንዓይ ኣዝዩ ዓብ ህያብ እዩ። ስለምንታይ እዚ ክብለኩም ፀናሕኩ እዩ መዘከሪ የድልዮ መተሓሳሰቢ የድልዮ ምግንፃል መፅሓፍ የድልዮ እቲ ዝሓለፎ ነግር ኣሃ በዓል ኣባሓጎይባ እዚኦም ኣሕሊፎም ኢልኩም ነቲ ዝመጽእ ዘሎ ትውልዲ ክትነግርዎን ከተረድእዎን ክትክእሉ ምምጻእኩም የሐጉሰኒ ስለዚ ንስኻትኩም ኢኹም ትምስገኑ እታ ነገር ከይጠፍአት ከላ እንቋዕ መራኸቢት ረኸበት። ሕራይ ንሕና እውን ኣዚና ነመስግን ክብረት ይሃበልና ከባቢ ሰለስተ ሰዓት እሞ ከኣ ንሓደ ሰማንያን ሓሙሽተን ዓመት ዝገበረ ዝገበርካ እኳ ኣይትመስልን ኢኻ ክንድዚ ስለ ዘዕለልካና ኣዚና ነመስግን ምክንያቱ ካብ ሽሕን ትሽዓተ ሚእትን ኣርብዓን ጀሚርና ስጋብ እዚ ኢና ክነዕልል ጸኒሕና ስለዚ እዚ እውን ጸጋ እዩ ነዞም መንእሰያትና ዝኸበርኩም ተኸታተልትና ከምዚ ክትዕዘብዎ ዝጸናሕኩም ሰፊሕ ዕላል ምስ ኣቦና ኣቶ ኣዲ ገብረ ኢና ክንዕል ጸኒሕና ተስፋ ንገብር ካብ ሽሕን ትሽዓተ ሚእትን ኣርባዓታት ጀሚርና ህይወት ኤርትራውያን ከመይ ከም ዝነበረ ኣገድስ እዩ ኢልና ስለ ዝሓሰብና